ሰላም ኣሕዋት ኣብ ናይ ለማዕቱ ፊሊና ኣብዚ ማሕበራዊ ሚድያ ሓደሽን መዘራረብትን ዘለዉ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ።
መሰረት ሓዱሽ ኣብ ቤት ፍርዲ ተኸሲሳ ነይራ። ሶ መሰረት ሓዱሽ ናይ ሚእቲ ሽሕ ቅርሺ ደሞዝተኛ እያ። ሰማዩ መሬቱ ሕውስውስ ኢልና ጸልማት ዝኾነልና መዓልቲ ቅንዕ ኢልካ ላፍቲ ባኖሩ ተረእኻስ ወዮ መማህርትኻ። ብዛዕባ እዚኣቶምን ካልኦትን ክንርኢ ኢና። ሰናይ ክተ ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩለ ቦቶ ድዩ ተመስገን ተመስገን እሰይ ሰኣን ብምቕፃል ናይ ልምዓት ዩና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንመሃር ኣብዚ ማሕራዊ ሚድያ ሓድሽ ዘለዉ ነገራት ክንርኢ ኣብ ቦታና ተረኺና መጺእና ኣለና ቅድሚ ናብ ቪድዮና ምተና ግን ንሻና እዚ ሓድሽ ዝኾኹም ሳት ተሃሊኹም ታይ ጽበዩ ኣለኹም ሰብስክራይብ ብምጋር ቤት ተኹኑ ብምቕጻል ንዛ ቪድዮ እዚኣ ድማ ናብ ብዙሓት ሳት ክትብጽሕ ስለ ዘለዋ ላይክ ሼር ምጋር ይንረስዕ ሕዚ ናብ ቪድዮና ከእትወኩም እየ ክሳብ መወዳእታ ቪድዮና ምስያኹም ምትከታተሉ ብኸሬ ዝሓትት ሰናይ ጻንሒት እሸኋት ስቪዲና መጅመር ኮነና ብዚኣ ንጀምር። ኣቱም መኪና የብልኩም ገዛ የብልኩም ናይል ትብልዋ ጓል የብልኩም ዋእ ብዛዕባ መሬት ምንቅጥቃጥ ትጭነቁ ሰባት ሲ ማለት እዩ ዋእ ኣበይትኩም እዩ ወፂዑ ኣሕዋተይ ስኩም ድካታት እኮ ኢኩም ዛለላትኩም ከዚ ዛልትሪኡላ ኣለኩም እዚኣ ዛልትሪኡዋ ኣለኩም ሞባይል እያ

እቲ ምንም ዘይብሉ ከም ዝኸማና እቲ ምንም ዘይብሉ እዩ ናፈርሐ ነይሩ ሕስ እዚኣ ጌጋ እያ ኣሕዋት ማለት እቲ እኳ ዝኹሉ ነገር ሒዙ ዘይፈርሐስ ስልኪ ሒዝካ ትፈርሐ ኣይነ ሃብታም እየ ትብል ትኾንካ ስለየን ኣይገልጠት ሒዝካ እዩ ኣነ ሃብታም እየ ክትብል ትኾንካሲ ክንደይ ገንዘብ ክህልወካ ኣለዎ እሺ። ኣነ ሃፍታም እየ ክትብል ትኽእል። ክንደይ ናይ ገንዘብ ትሕዝካ እዩ እንድዚ ሃፍታም እኹል ገንዘብ ትብሲ ክንደይ ገንዘብ ትሕዝካ እዩ ሓደ ወዲ ሰብ ኣይ ነገር ክሃልዎ ሙሉእ ጥዕና ሃልዎ ሰሪዕ ክበልዕ ድሕሪ ዝኽእል ኮይኑ ሃፍታም ኢና እየ ገንዘብ ኸ
በቃ እኹል እዩ ጥዕና ሃብታ እዩ ገንዘብ ልዕሊ ጥዕና ኣይኮነ ሃፍቱን ልዕሊ ምንባር ኣይኮነ ኣይ ኣሕዋት ማለት ሞራል ይግበ ዝሓውና ሕደጉ ሕደጉ ኣነ ተጸቤ ነረ ህንድዚ ሚልዮን ህንድዚ ቢልዮን ገለ ክብል ተጸቤ ነረ ግን ሓደ ሰብ እንድሕር ጥዕና ተሃልዎ ክሰርሕ ክበልዕ ተኽኢሉ ተወዲያ ከም ዝለዓለ ሃፍቲ የለን ናትኹም ከታይሽ ስተኮም መፅሓፍና ዋላ ብቁፅር ተኮይኑ ተሓፎ ችግር ይብሉ እሺ ኋት ካብዚ መቐፃ ዘርእኩም ቪድዮ ማለት እዩ ብጣዕሚ ይገርምኒ ኣብ ገዛ ኣብ ሰፈር ኖርማል ሰፈር መንበርሲ ዝብኢ ኣትዩ ብቐትሪ ምድሪ ዝብኢ ንዕሮ እዩ ካብኡ ይወቕዕዎ ገለ እዮም ረዩ በስመ ኣብ
ኣሕዋት ሪኢኹሞ ዲኹም ክመልሰልኩም ካብ መጀመርያ ሪኦም ካብዚ ውሽጢ ኢልዎ ፅለ ዝዝብ

በስመ አብ ኣሕዋት ኣነ እዛ ቪድዮ ከይተረድአትን ተወዲኣ ማለት እንታይ እዩ ከመይ እዩ ዝብኢ ንዝወዲ ክነክሶ እውን ኣይፃዓርን ገለታይ ስለ ዝኾነ ኣይፈልጥን ግን ይሞች ዝወረደ ብፍላይ ዝናጓዮ ነበረ ወዲ
ናብዚ ናይ ቪድዮ ሪኢና ይንመለስና ኮሜንት ላራኣና ክንስሕቅ ኢና ላብ ማን መን ከይትከዱ። ሰዓራት ከየሕጉሳ ደልዩ ኮይሱ ኢሉ ዝስዕስዕ ኣሎ ደኺሙኒ ክህርስ ምእንቲ ክብላ ዘርኡ ብድኻ ብጣዕሚ ግዲ ይተመር እዩ ናብ ዓራት ክኸድ እዩ ሓፂፁ ካብ ዓርክኻ መንጢልካ ትምርዖቶ ኣለኻ ኣብ ሓምሳ ዓመትካ ትሰልጠካ ተሎ ሓደ ሓደ እኒኹም ሰባት ሲ ኣብና ሰብ መርዓይ ዶ ይትሓስዱ እዩ ተማኾንኹም እሾኻ እዚ ቪድዮ ከም ዝረኣና እዩ እዩ ማለት ዝበልኩም ክትብሉ ትኽእሉ ኢኹም ግን ዝሓውና ዝሳዕስዕ ኣብ መርዕኡ ጅግና እዩ ማለት ሓሲብካ ኢኻ ዝኹሉ ኢንቨስት ጌርካ ተመርዒኻ ዝኹሉ ቅርሺ ወፂኻ ተመርዒኻ ሲ ጉም ኢልካ ክትውዕሎ ዝመርዓ ገለ ማለት እዚ ፌር ይኮን ይሕዋት ኣነ ኣብ ናተይ መርዓ ከምዚ ዓይነት ቪድዮ ተፀበዩ ኣረ ካብኡ ዝገድድ ግን ውሓት ካብ ናይ መርዓ ጉዳይ ካብ ናይ ስዕስዒት ገለ ጉዳይ ከይወፃና በይዛኹም ካሜራማን ኣብዚ ኣርእዩለይ ብምንታይ እዮም ዝቐርፅ ኣሎ ካሜራማን ድዩ ዲያስፖራ ድዩ ኣሕዋት ብላፕቶፕ ብላፕቶፕ ኣብ መርዓ ከይድካ ብላፕቶፕ ወይ ኣነ ኣባት ብጣዕሚ እዩ ዝገርም ማለት መርዓ ከይድካ ክትስዕስዕ ብካሜራ ንሓሰብካ ብላፕቶፕ ሪኦ
ብዘረካ ትጭድፍ ነካ ታና ዜኔ ንብረትና እያ ንዜ ንዓብድ እምበይ ምስመን መናዓብድ ብድባኻኻ ቆልዋ ኮነታ

ግብሪል እሽሓ እዚ ቪድዮ ምስ ረኣናዮ እዩ ማለት ዘንደሮ ተጨኒቐን ኣጨኒቕዎ ንዘንደርሁ መን ይመፅና እንታይ እዩ እዚ ነመን ዓዊ ደሮ እዩ እሰው ዝማት ኣይብለና ኣለዉ ሓት ሽዱሽተ ሓደገኛታት ሰባት እሺ ሽዱሽተ ሓደገኛታት ሰባት ቀዳማይ ባዕሎም ንክቐርቡኻ ይፅዕሩ ባዕሎም ለስኻ ብለይትፈልጦ ምክንያት ካብ ህይወትካ ሃንደበት ናጠፍኡ ትሪኦም ብጣዕሚ ክትለምዶም ይገብሩኻ ክትሕዞም ይሕግዙኻ ክትቐርቦም ይቐርቡኻ ብሙሉእ ልብኻ ምስ ቐረብኻዮም ብብቕሩቡ ካብ ህይወትኻ ክሃሱ ይጅምሩ ኻልኣይ ኽብደት ሀምልሎም ከርእዩኻ ይፍትኑ ሀም ሰብ ስልጣን ግዜ ሀምለይብሎም የምስሉ ኣብ ህይወቶም ሀም ኻልኣይ ደረጃ የቐፅሩኻ ኣብ ልዕሊኦም ለለካ ተገዳስነት ንምዕባይ ጥራይ ሳልሳይ፣ ግብረ መልሶም ምምሳልይ ምግናንይ ጥራሕ እዩ። ክብድሉኻ ተለው ኑቲ ጸገም የቕልልዎ ወይ ኑቲ ወቐሳ ኣብ ልዕሌኻ ከንብሩ ይፍትኑ። ተበዲልካዮም ግን ግብረ መልሶም ኣጋኒኖም ናይ ገበን ስምዒት ሀም ልስምዕካ ይገብሩኻ። ራብዓይ፣ ኣብ ኹሉ ቦታይ ኹነታትይ ምንእኣስ ይሓድጉይ። ብዛዕባኻ ብልምልከቱ ነገራት ይነቕፉኻ፣ ዋጋኻ፣ ዓቕምኻ ከጉድሉ ይጽዕሩ። ምእንቲ ኩሉ ግዜ ኣብ ህይወትካ ምህላዎም ንዓኻ መኽሰብ ኮይኑ ክስመዐካ። ሓምሻይ፣ ድርብ ምልክታት ካብ ሓደ ንላዕሊ ትርጉም ልሓዙ ተግባራትን ልተላበሱ እዮም። ብዙሕ ትርጉም ለለዎ ለይንጹራት ቃላት ይዛረቡ። ኩሉ ግዜ ክትሓስብ ይገድፉኻ፣ ከደናግሩኻ ይፍትኑ፣ ብግልጺ ግን ክትፈልጦም ፍጹም ኣይትኽእልይ። ሻልሻይ፣ ኣቕልቦይ ፍቕሪ ጸዋታ ልተላበሱ እዮም። መጀመርያ ብዙሕ ፍቕሪ ኣቕልቦይ ይህብኻ። ኣዝዩ ፍሉይ ስምዒት ሀም ልስምዕካ ይገብሩ። ብምሉእ ስምኻ ይጽውዑኻ። እከለዋይ ምባል የዘውትሩ። ግን ፍቕሮም ካብ ጎረርኦም ይትሓልፊ። ኣቕልቦ ንምስሓቢ ኩሉ ክፈትዎም ጥራሕ እዮም ልጽዕሩ። እሽሖ እዛ ቪድዮ ምስ ሰማዕናዮ እያ ማለት ካብዞም ሽዱሽተ ዓይነታት ዝረኣናዮም ሰባት ክትህልዉ ትኽእሉ ኢኹም ክንህሉ ንኽእል ኢና ሓንቲ ባህሪ ዋላ ክትህልየና ትኽእል እያ ነስተኻኸል ተሃሊና እንድሕር ዘይብልና ድማ ካብቶም ከምኡ ዘለዎም ሰባት

ተተደዊልካ ኣይትኺድ እባ ከይተደወለካ ከይትኸድ ተርፊድኻ ገለ ግበር ከምዚ ተገይርካ ከም ኣጭንቕ እዮም ለብሉኻ ብምኽሪ ወዲ ምኽሪ ካብኡ ከዓ ሓደ ምንም ህይወቱ ዘይተቐየረ ንባዕሉ ገና መፅዩ ህይወትካ ክትቐይር ተደሊኻ እዚእን ክልተ ይገብር
ኣብዚ ዓለም ፍርሕኻ እንተዘይስዒርካ ምንም ሓድሽ ነገር ክትፈጥር ኣይትኽእልን ፍርሕኻ እንተዘይስዒርካ ምንም ዝተፈለየ ነገር ክተምጽእ ኣይትኽእልን ኢኻ። ኣብዛ ዓለም ዘለዉ ዓበይቲ ነገራት፣ ኣብዛ ዓለም ዘለዉ ሓደሽቲ ፈጠራታት፣ እዚኦም ብምሉኦም እንተሪእናዮም ፍርሖም ስዒሮም ብዝሰርሑ ሰባት ዝተፈጠሩ እዮም። ኣውሮፕላን ፍርሖም ስዒሮም እዮም ኣውሮፕላን ሰሪሖም። መርከብ ባሕርን ማዕበልን ውቅያኖስን ጠሓሒሳ ትሓልፍ መርከብ ፍርሖም ስዒሮም እዮም መርከብ ሰሪሖም። ናብ ወርሒ ናብ ማርስ ናብ ጠፈር ዝኸዱ ተመራመርቲ ፍርሖም ስዒሮም ስለ ዝሰርሑ እዮም እዚ ኩሉ ሓዱሽ ነገር ኣብዛ ዓለም ፈጢሮም ዘለዉ። ልክዕ ከምዚ ንስኻ እውን ሓድሽ ነገር ክትፈጥር እተደሊኻ፣ ኣብ ህይወትካ ዝተፈልየ ነገር ክተምጽእ እተደሊኻ፣ ምስ ፍርሕኻ ክትገጥም፣ ፍርሕኻ ክትስዕር ክትክእል ኣለካ። ኣይስልችወካን? ከምታ ሕጂ ዘለኻያ ኮይንካ ክትመውት ክትኣርግ እመኑኒ ኣይትእመኑኒ ፍርሕኹም እንተዘይገጢምኩም፣ ፍርሕኹም እንተዘይስዒርኩም፣ በቃ በቲ ሐጂ ዘለኻዮ ሂወት ኢኻ ክትቅጽል ጽባሕ ንግሆ እርጋን ክመጽእ እዩ ዕድሜኻ ክኸይድ እዩ ሓዱሽ ነገር ኣይትፍትንን በቃ እናፈራሕኻ ገለ ነገር ክትፍትን ትሓስብ እሞ ከምዚኣ እንተኾነትከ ሰብ ትስሓቀኒኸ ተተዋረድኩኸ እንተወደቅኩኸ እንተጎዳእኩኸ ሓደጋ ትበጽሐኒኸ እንዳበልካ ሪስክ ከይወሰድካ ከምዚኣ ኢልካ እንድሕር ትነብር ኮንካ እሺ ኣሕዋት እዚ ቪድዮ ምስ ሰማዕናዮ እዩ ሓቁ እዩ ዝሓውና ሓቁ እዩ ማለት ብፍላይ ድማ ትፈልጦም ሰባት ተሃልዮምኹም ዝፈርሑ ዝኾነ ነገር ክገብሩ ግን ድሕሪት ምልስ ዝብሉ ገለ ተሃልዮም እዛ ቪድዮ እዚኣ ሼር ግበርሎም ማለት ኣይትፍርሑ ምንም ዝመፅእ ነገር የለን በቃ ኣብዚ ዓለም እዚ ሓድሽ ነገር የለን በቃ ዘይተገበረ እምበ ዘይተ ዋይ ምስል
ሎማዓንቲ ተሸዊደ ዘይፈልጥ ኣነ ሎማዓንቲ ተሸዊደ እና ብጣዕሚ እየ ላስሓቅኩ ነይረ እንታይ ገጢሙኒ ሲ ኣብ ዝኾነ ቦታ ኮፍ ኢለ ካብኡ ዝኾነት ቆልዓ ቦርሳ ሒዛ በቃ ምንም መንግስቲ ሰራሕተኛ እያ ትመስል ፅሪሪ ኢላ መፅያ ኣብ ጥቃይ ኮፍ ትብል እሞ ካብኡ እንታይ ትብለኒ ኣይ ዝሓወይ ኣብ ጁባይ ስለለይ ሓዝኩ ቅርሺ ሲ ንታክሲ ሚእቲ ቅርሺ ተሃሊካ ሃበኒ እሞ ኣነ እንደገና ሞባይል ባንኪንግ ከሕልፈልኻ ትብለኒ ኣይ ልሚጥ ቅርሺ ስሳ ሚልኺ እሞ ተሕልፍለይ እንኪ እሺ ችግር የብሊ ታክሲ ተኮይኑ እንኪ ይብላ ይህባ ካብኡ ንእሽተይ ካባየ ርሕቕ ኢላ ምስ ኸደት ሃሙ ተመሳሳሊ ንሓደ ቆልዓ ጠይቓቶ ካብኡ እንደገና እሱ ለ ክሚቲ ቅርሺ ይህባ እሞ እሱ ለ ሃምናየ መልሲ እዩ መሊሱላ መስለኒ ተቐቢላቶ በቃ ሱቕ ኢላ ማለት እዩ ካው ኣነ ይሪኣ ኣለኩ ናብ ሳልሳይ ቆልዓ እንደገና ከይዳ ካው ክትቅበሎ ትብል ዝቆልዓ ለካ ይፈልጥ እዩ ነይሩ መስለኒ ከምዚ ዓይነት ኬዝ ገጢምዎ ነይሩ ይመስለኒ ቅድሚ ከዚ ኽዲ ምናምን ኢሉ ይጸርፋ እሞ በቃ ኣብኡ እንትን ይብላ ዋ ታይ ድያ ምናምን ኢለ ከይደ ቅርብ ኢለ ምስ ጠየቅኩዎስ ከምዚ ላበላ እኮ እየን በቃ ከዚ ሓዱሽ ልመና ጀሚረን ምናምን ምስ በለኒ ዋይ ዛሚት ቅርሸ ኢለ እየ ብጣዕሚ እንትን ኢለና ተጠንቀቑ ኢኹም ብጣዕሚ ምጥንቃቕ ጽቡቕ እዩ። ኣብዚ ሕዚ ሰዓትስ ስው ኢልካ ልመና ከም ትኣምን ለ እዩ ንእሽተይ ልገርመና ኣሎ እሞ ተጠንቀቑ ኢኹም ኣሕዋት እስቲ እሽሖ እዚ ቪድዮ ምስ ሰማዕናዮ እዩ ማለት ተጠንቀቑ ከምዚ ዓይነት ኣሽሙ ተሃልዩ ተጠንቀቑ ግን ኦሬዲ ሚእቲ ቅርሺ እዩ ኣቢሉሲ ዋንኡ እቲ ግርህነትካ እንድዩ ትረድእ ኢልካ ምሃብካ እዩ ዋና ነገር እምበር ሰብ እንታይ ደልዎ ናይ ሓቂ ድዩ ቸጊርዎ ገለ መለ ናትካ ፖይንት የኮነን ግን እቶም ከምኡ ዝገብሩ ካብዞም ከምኡ ዝገብሩ ዓይነት ሰባት ብፍላይ ከምዚ ዓይነት ሕቶታት ሓቲትና ንጠንቀቕ ኣይንሃብ ቅርሺ። እሺ ኣሕዋት እስካብ ምቅጻል ድማ ናብዚ ማሕበራዊ ሚድያ ሓደሽቲን መዘራርብትን ዘለዉ ሓበሬታታት ክውስደኩም እስኪ ብዚ ቪድዮ እዚ ንጀምር። ሓፍትና መሰረት ሓዱሽ ኣብ ቤት ፍርዲ ተኸሲሳ ነይራ ምስ ማሕበር ደቂ ኣንስትዮ ዝተተሓዘ ማለት እዩ። ዜሮ ኣምስት ሳንቲም ናብ እቶም ታሪኮም ዝተዛረቡ ኣይኣተዋን ኣብተን መጥቃዕቲ ዝበፅሐን ደቂ ኣንስትዮ ኣይኣተዋን። እንታይ መራግፅለኪ?
ሶ መሰረት ሓዱሽ ናይ ሚእቲ ሽሕ ቅርሺ ደሞዝተኛ እያ ኣብ ሕዌት ሚእቲ ሽሕ ቅርሺ እዩ ዝኽፈላ ወርሓዊ ደሞዝ ሚእቲ ሽሕ እዩ ዝኽፈላ ምኽንያቱ የሕትተኒ እዩ እዚ ክነግረካ ከለኹ ንመሰረት እውን ነጊረያ እየ ኣይተኸሰስኩን ትብለ ኣለኺ እዚ እዚ ከይዲ ኣሎ ኢለያ እየ ንስኺ ጋዜጠኛ እምበር መርማሪት ፖሊስ ኣይኮንክን ኢላትኒ ኦፍኮርስ ክትናደድ ትኽእል እያ ተጎድኣ ደቂ ኣንስትዮ ዝኣቱ ዝነበረ ቅርሺ ካብ ወጋገንን ካብ ኢትዮጵያ ንግዲ ባንክን ዝነበረ ናይ መሰረት ሓዱሽ ኣካውንት ናብ ብርሃነ ደስታ ሃፍቱ ዝበሃል ውልቀ ሰብ ነይሩ ዝኣቱ ቅርሺ ክህበኪ እየ ክልተ ሚእቲ ሽሕ ቅርሺ ዶክመንተሪ ይሰርሕ ኣለኹ እየ ስለዚ ተሓባበረኒ ትብላ እሺ ኢላ ሙሉእ ሰውነታ እያ ቀሪፃቶ ደረሰኝ ሂባትኒ ብትክክል ደረሰኝ ሂባትኒ እያ እቲ ደረሰኝ ሒዛ ከይደ እየ ባንክ ምክንያቱም ንዞም ልነገሩኒ ሰባት ሓሰውቲ ኢኹም ተፅልምዋ ኢኹም ዘለኹም ኢለዮም ንወድኺ ክትነብርኒ እይኪ ሕደጊ እያ ኢላታ ቃል ብቃል ማለት ምንም ዓይነት ስራሕ ኣይትሰርሕን ኣብ ሕውየት ማለት እዩ ወርሓዊ ግን ደሞዝ ትወስድ እያ

እሰይ እዚ ማታ ኢሎና ኣሎ ኣሕዋት ኩናት ይኣክል ኣይትበሉ ይብሉና ኣለዉ እሺ። ሓደ ምልየን
መስዋእቲ ጌርካ ክልተ ምልየን በቲንካ ኩናት ይኣክል ከመይ እዩ ኩናት ትኣክል? ኣይ ሞታይ ልማሊ'ሲ ከመይ ኢሉ እዩ ዝኣክል ዝብልዎ ዘለዉ ኣቦይ'ሲ ሀዚ ንሕና ንለና ፀገምና ኩሉ ተፈቲሑ ተመዛበልትና ናብ ቦትኦም ተመሊሶም መሬትና ተመሊሱ ኢልና ኣይኮናን እኮ ኩናት ይኣክል ንለና እበር ብኩናት ሲ ብተዳጋጋሚ ክንደይ ግዘ መኪርናዮ ኢና ብኩናት ብሓይሊ ግን ፀገምና ክፍታሕ ኣይከኣለን ስለዚ እስቲ ብሰላማዊ መንገዲ ይሞከር፣ ብዲፕሎማሲያዊ መንገዲ ይሞከር ኮይና ንብለና ቦይ ከምኡ ኮይና ኣለና ከምቲ ዝብልዎ ዘለዉ ሓደ ሚልዮን ኣሰዊእና እንደገና ክንድኡ ኮይኑ ውስብ እኮ እዮ ኣቦይ እንደገና ካልእ መከራ ኮይኑ ከይመፀና እኮ እዮ ኣቦዋይ ፈቲና እኮ ይኮናን እምበር ኩሉ ኣልጋ ብኣልጋ ኮይኑ ማለት እኮ ይኮነ እዚ ጠፊእዎም እንዲ ኮይኑ ጠፊእዎም ድዩ ኮይኑ እስቲ ክነዕርፍ እስቲ እቲ ብሓይሊ ዝግበር ነገር ክነዕርፍ ካብ ውሽጢ ልመጽእ ይኹን ካብ ደገ ልመጽእ ይኹን ኩናት ንክተርፍ ንግበር እዩ በቃ ኩናት ንክተርፍስ ንግበር እቲ ህዝቢ ሰብ ኣብ ብጣዕሚ ከመይ በቃ ምስቲ ህዝቢ ዝኾነ ነገር ይተውግዕ እንታይ ድሞታ ተዝኩ ብጣዕሚ ከምዚኣ ኢሉ እኮ እዩ እኒኦ እቲ ምብኡ ኣቦዋይ ስለዚ ብዝተኻዕለ መጠን ወረን ኩናትን ወር ኩናትን እናገደፍና ነገራት ብሰላማዊ መንገዲ ብተፅዕኖ ፀገምና ንክንፈትሕ ንፅዓር እኮ እዩ ኣቦዋይ ከምኡ እኮ እዩ ዝብሎም እምበር ሀዝስ ጥዕምና ድዮ ሀዚ ዓበይቲ ሰባት ወፂና ኩናት ልምንታይ ይተርፍ መንዳን ኢልናስ ክንፍክር ድዩ የጥዕመና ድዩ ኮይኑ ኣቦ ጓል ፈኸራስ የጥዕመና ንዓበይቲ ሰባት የጥዕመልና የጥዕመልና ኣሕዋት ቪድዮ ምስ ሰምዓኹም ኢኹም ዝተዛረበ ነበረ ሓውና ብጣዕሚ ኣነ ከመስግኖ ደሊ ብፍላይ እንታይ ድዩ መሲልኩም ዋላ ሓሪቑ ሲ ብትሕትና እዩ ዝዛረቡ ብዙሕ ሸዓ ከምዛት ቪድዮ ክሰርሕ ንሪኦ ብትሕትና እዩ በቃ እዚ ትሪእዎ ኣለኹም ኣበዋይ ገለ ናብ ለይ ይዛረብ ኣሎ ብትሕትና ሓሳብካ ንምግላጽ ማለት እዩ እቶም ኣነ ዝገርሙኒ ግንሲ እቶም ዓበይቲ ኮይኖም በዓል ስልጣን ክኾኑ ይኽእሉ ወይ በዓል ስልጣን ምንም ስልጣን ዋላ ዘየብሎም ኮይኖምሲ ኩናት ሰብኩ ንዋጋእ ኢና ገለ መለ ሓየልቲ ኢና ገለ ዝብሉ እንታይ እዮም ክደግሙ ደልዮም በቃ ርኢናዮ እኮ እቲ ናይ ኩናት ውጽኢት እንታይ ምዃኑ ርኢናዮ ኢና ስለዚ እሱ ክደግሙ ድዮም ደልዮም ከምዚ ሃተፍተፍ ዝብሉ ኣነ ይርድእንን ግን ስታይሞ ክንል ኮይና ፈጣሪ በዓል መጀመርያ ልቦና ይሃቦም ካብኡ ከኣ ሰላም የውርደልና ደቅኖ
ኣስታዊስኩሞ ዶ ከምዛ ሎማዓንቲ ቅድሚ ክልተ ዓመት መንደር ኣውያት ኮይና ኣንጎሎ ኣንጎሎ ባንዴራ ተተኺሉ ዳስ ተዳስዩ ኩለና ሰማዩ መሬቱ ሕውሱስ ኢልና ጸልማት ዝኾነላ መዓልቲ ንግሆ ተላዒልና ንፈልጦ ይኹን ለይንፈልጦ ዳስ ለኣተና ለበጻሕናሉ መዓልቲ ትዝክርዎ ዶ ቅነዕ ኢልካ ላፍቲ ባኖሩ ተረእኻስ ወዮ መማህርትኻ ምግድ ኣሎ ኩይ ንፈልጢ ነርና ንሰላምታ ለኣኽናሎም ናብ ደብዳቤ ወረቐት መልሲ ላተጸበና መርድኦም ዝበጽሓና ብዚ መዓልቲ እዚ ነይሩ ብድሕሪኦም እኮ ህይወት ምንም ክትጥዕመና ይኸኣለት እሽሕዋ እዚ ቪድዮ ምስ ሰማዕናዮ እዩ ናይ ቅድሚ ክልተ ዓመት እዩ ዘኪርና ዝሓውና ቅድሚ ክልተ ዓመት ትግራይ ብጣዕሚ መሕዘኒ ነበረ ብፍላይ ድማ ብዚ ጥቅምቲ ዕዮ ሰለስተ ገለ ከባቢ መሕዘኒ ነበረ ግዜ ነይሩ እቲ ኩናት ተወዲኡ እቲ ፕሪቶርያ ተገይሩ ገለሲ መርድእ ተገበረሉ ግዜ እዩ ነይሩ ኣሸዕቲ ድማ ኩሉ ትግራይ ሙሉእ እዩ ኣብ ሓዘን ነይሩ ምክንያቱ ክንደይ ክምለሱ ኢልካ ትሓሶም ነርካሕኸትካ መርድኦም ዝሰምዓሉ ነበርናዮ ግዜ እዩ ግን ነቶም ሽዑ ዝሰኣናዮም ኣሕዋትና ነቶም ሽዑ መርድኦም ዝሰማዕና ኣሕዋትና ድማ ፈጣሪ ብየማነ ኢዱ ይቀበሎም ክብል ይደሊ ነቶም ሽዑ ዝሰኣናዮም ኣሕዋትና ነቶም ሽዑ መርድኦም ዝሰማዕና ኣሕዋትና ድማ ፈጣሪ ብየማን ኢዱ ይቀበሎም ክብል ይደሊ። እሺ ኣሕዋትና ሎማዓንቲ ፊድዮና ነዚ ይመስል ነይሩ ክሳብ እዚ ረእኹም ሳታ ሃሊኹም ብጣዕሚ ዝፈትወኩም ብጣዕሚ ዘመስግነኩም ትፈልጡ ኢኹም ከኣ ምስፈትየኩም ኣብ ቀጻሊ ብካሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩኑለይ ይሞችኹም።